ክትፅረፊ ከዓ ደስ እዩ ዝብለኪ ፈኾሰት ኣይ ኣነስ ኣብ ኣፍ ደገ ዘይ ቁርብ ዒሉ ሎማ ዓንቲ ጃኬተይ ገይረ እየ ወፂኤ ደስ ኢሉኒ ቢራ በስመራ ሓሙሽተ ቢራ ቀሪበ እንታይ ክትብሊ ኢኹም ደዊልካ ሕጂ እንታይ ኣልከይ

ዒመር ኣይትበል ምንጩ ኣይኮንኩን ኣብ እስራኤል ደኣ ክንደይ ጠዋያትን ሓንካሰትን ሓውላላትን ዝነበራ ደቂ ጾሮና እኮ ክልተ ግዜ ተመርዕዮም ደሞ ሓውላላት ዝነበራ ክንደይ ጠዋያት ጎባጣት እግረን ደዋያት ዝነበራ ክልተ ግዜ መርዓው ኣላዋጉ ስብሓን ኣላ ክትከይድ እኮ ትኽእል ኢኻ ብለ ኣብ ጾሮና መርዓይ ጠቢቆን ብእግረን ከይድን በቃ ካብቲ በዓል ንሱ ሓንቲ ካብአን ትኾን ኣበይ ዓዲ ክለለኹማ

ኣየ ጸሮና ድኣ በዚ ዘየእተወኩም ኣነ ብሂላል መጎስ ገለ ከቢተልኩም ኣለኹ እዚኣ ብምልእኹም ተቃዋምቲ ኾንኩም ዘይቆመ መንደቕ ዳይ ጸጥኩም እምበረይ ጀልፋዕፋዕ እናበልኩም ሓመድን ሸበጥን ጌርኩም ጀልፋዕፋዕ ከም ዘይትብላ ነበርኩም መምሃራን ካብ እስመራ መፅኦም ከም ዘይመሃርኩም
ንሳ ወረቐት ናይ ፅሉላት ኣለዋ ሰብ ክተፀልልያ መፅያ ምክንያቱ ሒነ ናይ ኣቦኣ ኣቦኣ ገዲፍወን ስለ ዘዕበየን ኣው ባቃ ፈቆዶ ካምቢ ወዲ ካምቢ ኮለል ክብላስ ኸልበትበትን ገልበትበትን ዘሕለፈ ተሽግር ምስቶም ኤርትራውያን ኮምፓራቲቭ ክትከውን ስለ ትደሊ ብሓይሊ ወዲ ጓልካ ምብላይ ከዳ ከበደ በዲ ጽዋ ዋላ ዲያውን ኢትዮጵያዊት እያ ትግራይ ተመርዐት ትግራዊት እያ ትኸውን በቃ ዳስ ጓል ዓዲ ሕማ እያ ዓዳ ብኡ ገይራ እያ ከይዳ ኦሮሞ ዲያውን

ቻው ማዓረይ ጓል ጾሮና እየ ግን ኣይትበሊ ንስኺ ጓል ጾሮና ትኾን ከኤርትራውን ባግን እየ ለማኒ ካብ ከባቢ መመጺኺ ዶ ተኣኪብክን መጺኽን ባግን ዓድኹም ከበይ ዓዲ ኣቦኺ እስከ ሎጎ ድዩ ዋላስ ደጊዕን ጾሮና ንኣኮ ነጊረኪ ሰማንያ ፐርሰንቶም ስይ ተጋሩ እዮም ኮይደኪ ኣነ

ኑር ካዓ ፅቡቅ ጤል ሰብ ኮይኑ ሄሎ ዓገፅ ዓጋመ ሆላል ገፅ ብናይ ጓል ደዊልሲ ፅንሕ ዛር እንዳሓንሳብ ዘልዕል ኣቢሉ ነወዳ ስለዘይልዕል እንኮ እዩ ሓሳዊ ሓሳዊ እንዳበለ እኳ ስደካ ኣሎ።

ኤልይ ሃይ ባይ ይኣትው ሃይ ባይ ይውጭ ወዲ ሃይልዋ ከይዱ ጓል ሃይላ ተታዩ ኣነ እንኳ ዋዕላ ከይዱ ውጽባሕ ግን እንኳ ከዳይ ቁጫ ፍትፍት ስዓት ትሽዓተ ቆሪስና ተተሲኤ ማለት እዩ ፕሮሚስ ተኣትዩ ድለ ሰዓት ትሽዓተ ናይ ንጎ ጽባሕ ድሕሪኡ በቃ ቃላ ምሴት ክብረኒ ናብ ኣዴኢና ክኸይደ ምስ ኣመሉ መዓልቲ ክውዕለ ናይ እስላም ክዳን ገይረ ናይ ስዒድ ሃይማና እንታይ እሞ ዝብሃል ዓርዲ ኣላታኒ ፋጢማ ኪኒ ሓጎስካ ንልዝብ ድሁል ወዲ ሰበይቲ እሱብ ይብለኒ ኣሎ ተስፋ ዝብሃል ተስፋ ዘይብልካ ምቁፅረ ድማ የለ እንዳ ሻዕብያ ስበለ ሰበይ ምስ ዝውድድ ኣለዉ እንዳ ሻዕብያ ደኣ እሞ ኣሪኦም ካብኩዕም ናይንቲ ናይኒ ዋን ብትኽትኽትኽ ኣቢሎም መፅኦም ምስ ሕጊ ኮነ ናብ ዓራቶም ናብ ሳሎኖም ኮፍ ኢሎም መሬቶም ቀይሕ ባሕሮም መምሌቶም እንዳተመላለሱ ኣዕቢ ሰብ እንዳበልዕ ኮነን ስኒ ቆሎ እንዳበልዑ ከማን ስብ እንዶ ተማርዕሙካ ጋና በዓል ንስካ ኣብ ፈይስቡክ ዶ ምስ ራኣይ ዶ ጥሕኒ እንዳበልዑኩም እንታይ እሞ ጥሕኒ እያ ትበሃል እቲ ዝበልዑ ወዲ ሕምስ እያ እንታይ እዩ ዝበሃል እቲ ሕሙስ ሕሙስ እንዳበልዑኩም ዘይትፈልጥዎ ብኡ ዘይትፈልጥዎ ምዕጉርቲ እንዳንጋና ጥሪኹም ብዕብራ ንስኹምን ኣጣልኩም ንጎበጎበ ዝመዓልኩም ዝነበረ ሓንቲ ዓይነት መግቢ ትበልዕዎ ዝነበርኩም ዘይትፈልጥዎ ረኺብኩም እቲ መንግስቲ ክትቅይሩ ብኣፍኩም ኣብ ፈይስቡክ እሞ የለን ናብዛ ድኽነትኩም እስራኤልሲ የርእየን ደኣ ኹም ጉሐፍ ካብ ኢላ ከም ገሰጸትኩም ከም መለሰትኩም

ተረ ናይ ምቃወም ተረ ናይ ኤርትራዊ ስጋዕ ዝኾኑ ግን ናብ ልቢ ምስጋዕ ዝምለሱ ክንሰርሕ ኢና ክንሰርሕ ኢና ክንሰርሕ